እቲ ባዕዳዊ ፍጡር ዘየስተውዓለሉ ኣብ መንጎ 2007-2009 ዝተኸስተ ለውጢ ነይሩ እዩ። እቲ ብዛዕባ ቁጠባ ንገዛ ርእስና እንዘንትወላ ዛንታ ኣብ 2007 ብዛዕባ ምርግጋእ ዋጋታት ኣባይቲ ጥንቃቄ ባንከኛታትን ብዛዕባ'ቲ ፋይናንሳዊ ዕዳጋታት ንኮንዶኾን ብልክዕ ንምሽናን ዘለዎም ክእለትን ዘዘንቱ ዛንታ ኢና ነዘንቱ ነይርና። ኣብ ክልተ ሽሕን ትሽዓተን ግን ነዚ ዛንታ እዚ ምእማን ሓዲግናዮ። እቲ ዝተቐየረ እንኮ ነገር እዚ ልዕል ኢልና ዝጠቐስናዮ ጥራይ እዩ ነይሩ። ይኹን እምበር ኣብ መላእ ዓለም ገዚፍ ፍልልይ ኣምጺኡ። እቲ ዋጋታት ኣባይቲ ክውስኽ'ዩ ዝብል ትረኻ ምስ ጠፈሸ ናይ ሞርጌጅ ዕዳጋታት ወሰኻ ረኣዩ። ብድሕር'ዚ ባንክታት ኩሉ ዝነበረን ገንዘብ ከሲረን፣ ከም ውጽኢቱ ንኻልኦት ትካላት ዋኒን ዝህብኦ ንዝነበራ ልቓሕ ኣጉዲለንኦ። እዚ ብዙሓት ሰራሕተኛታት ካብ ስራሕ ንክርፈቱ ምኽንያት ኮይኑ እዩ። በዚ ከኣ መጠን ናይቲ ንዝተፈላለየ መዓልታት ዝወጽእ ዝነበረ ገንዘብ ብርኡይ ጎዲሉ፣ ከም ውጽኢቱ ተወሰኽቲ ሰራሕተኛታት ካብ ስራሕ ተረፊቶም። ወዘተ። ናብ ሓድሽ ትረኻ ሕግብግብ ከይበልና ኣብ ክልተ ሽሕን ትሽዓተን እውን ምስቲ ናይ ክልተ ሽሕን ሸውዓተን ዝመሳሰል እረ ካብኡ ዝዛይድ ሃብቲ ናይ ምኽዕባትን ዕብየት ናይ መመዝጋብን ዓቕሚ ነይሩና እዩ። ይኹን እምበር ቁጠባና ኣብ ውሽጢ ሰማንያ ዓመታት ርእይዎ ብዘይፈልጥ ምንቁልቋል ተሃስየ። እዚ ካብቲ ኣብታ ናይ ምፍራይ ዓቕማ ዝተደምሰሳ ናይ ሽሕን ትሽዓተ ሚእትን ኣርብዓን ሓሙሽተን ጀርመንን ብሰንኪ ዋሕዲ ዓያዪ ጉልበት ቁጠባኣ ዝተሃስየ ናይ ክልተ ሽሕ ጃፓንን ዘጋጠመ ዝተፈልየ እዩ። እዚ ናይዘን ክልተ ሃገራት ተመክሮ ተጨባጢ ቁጠባዊ ዕንወት እዩ። ኣብ ክልተ ሽሕን ትሽዓተን ባዕልና ብዝደረስናዮ ትረኻ ኣብ ገዛእ ርስና ዕንወት ኣውሪድና ኢና። ብሓቂ ሰባብ ዝኾነ ትረኻ ባዕለ ትረኻ እምበር ሓደ ካብቶም ኣዝዮም ሓያላት ናይ ቁጠባ ሓይልታት እዩ። ብዛዕባ ዕብየት ቁጠባ፣ ዋኒን፣ ወፍርን ሞያን ክንሓስብ እንከለና፣ ብዛዕባ ዝጭበጡ ነገራት ክንደይ ዝኣክል ንብረት ኣለና፣ እንታይ ዓቕሚ ኣለና ብምባል ክንሓስብ ኢና እንድረኽ። ይኹን እምበር ኣብ ቁጠባ ዛንታታት እቶም ኣዝዮም ዝሓየሉ ሓይልታት እዮም። እዞም ሓይልታት እዚኣቶም ሓደው እቶም ተጨበጥቲ ኣካላት ቁጠባ ንክሰርሑ ዘኽእል ጸዓት ንምምንጫው ዘገልግል ነዳዲ እዮም ወይ ከኣ ንኽእለትና ተጠቒምና ንኸይንዓቢ ሓሊኹ ዝሕዘና ልጓም እዮም። ብውልቃዊ ደረጃ ክረኣ እንከሎ ገንዘብካ ከተመሓድር እንከለኻ ብዛዕባታ ብትረኻ እትድረኽ ዓለም ኩሉሳ ኣብ ኣእምሮኻ ክትቀርጾም ዘለካ ክልተ ኣገደስቲ ነጥብታት ኣለዉ። ሓደ ሓደ ነገር ሓቂ ክኸውን ብዝደለኻዮ መጠን እዩ። እቲ ነቲ እቲ ነገር ሓቂ ከም ዝኸውን ኣጋኒኑ ዝትረኽ ዛንታ ናይ ምእማን ተኽእሎኻ ዝዓቢ። እታ ኣብ ህይወትካ ኣዚኻ ዝተሓጎስካላ መዓልቲ ኣየነይቲ እያ? እታ How to Live Forever ዘርእስታ ስነዳዊት ፌልም ንሓንቲ ጓል ሚእቲ ዓመት ሰበይቲ ነዛ ሕቶ እዚኣ ሓቲታታ። ንሳ ድማ ዝድንቕ መልሲ ሂባትላ። ነቲ ኣብ ሽሕን ትሽዓተ ሚእትን ዓሰርተ ሸሞንተን ዝተኸተመ ስምምዕ ምዝዛም ቀዳማይ ኲናት ዓለም ብምጥቃስ መዓልቲ ዕርቂ ክትብል መለሰት። ስለምንታይ? ክብል ኣፍራዪ ናይታ ፊልም ሓተታ። ድሕሪ ደጊም ካልእ ኲናት ከም ዘይህሉ ስለ ዝፈለጥና። መለሰት፣ ድሕሪ ዕስራን ሓደን ዓመት እቲ ሰብዓን ሓሙሽተን ሚልዮን ሰባት ዝቐሰፈ ካልኣይ ኲናት ዓለም ተባርዐ። ኣብ ህይወት ሓቂ ክኾኑልና ስለ እንደሊ ጥራይ ሓቂ'ዮም ኢልና እንሓስቦም ማእለያ ዘይብሎም ጉዳያት ኣለዉ። ኣነ ኣወናወንቲ ልበወለዳት እየ ዝብሎም። እዞም ኣወናወንቲ ልበወለዳት ኣብቲ ብዛዕባ ገንዘብ ብሓፈሻ ብዛዕባ ወፍርን ቁጠባን ከኣ ብፍላይ ዝህልወና ኣተሓሳስባ ዓቢ ጽልዋ'ዩ ዘለዎም። ኣወናወንቲ ልበወለዳት፣ በሊሕ ኴንካ ንሓደ ጸገም መፍትሒ ከተናዲ ኣብ እትፍትነሉ እዋን፣ ትሑት ቍጽጽርን ልዑል ኮንደኾንን ምስ ዘጋጥመካ እዮም ዝፍጠሩ። ኣወናወንቲ ልበወለዳት ልዑል ጽልዋ ዘለዎም ኣዝዩም ሓያላት እዮም። ዳርጋ ንዝዀነ ነገር ከም እትኣምን ክገብሩኻ ይኽእሉ እዮም። ሓደ ሓጺር ኣብነት ንውሰድ። ወዲ ዓሊ ሓጃጂ ሓሚሙ ነበረ። እቶም ኣብታ የመናዊት ዓዱ ዝነብሩ ሽማግለታት ሓደ ባህላዊ ኣገባብ ፍወሳ ክፍትን ሓሳብ ኣቕረቡሉ። ንወዱ ብጫፍ ናይ ዝነድድ በትሪ ኣፍ ልቡ ብምድራዝ ነቲ ሕማም ከውጽኦ ከም ዝኽእል እዮም መኺረምዎ። ሓጃጂ ከምቲ ዝበልዎ ምስ ገበረ፣ ገንዘብ እንተ ዘይህልወካ ወድኻ ድማ ምስ ዝሓመካ ንኹሉ ዝበሃለካ ኢኻ ትኣምን ክብል ክብል ን ዘ ኒው ዮርክ ታይምስ ሓቢሩ ነይሩ። ሕክምና ካብቲ ጠቓሚ ዝኾነ ሕክምና ኣሽሓት ዓመታት ቀዲሙ'ዩ ናብ ዓለም ተቐልቂሉ። ስነፍልጠታዊ ኣገባብ ቅድሚ ምምሃዙን ጀርምታት ጠንቂ ሕማም ምዃኖም ቅድሚ ምፍላጡን ዝተፈላለዩ ንሞትካ ዘቀላጥፉ ከም ካብ ኣካላትካ ደም ምፍሳስ፣ ካብ መግቢ ተሓሲምካ ብዝካየድ ናይ ጥምየት ፍወሳ፣ ኣብ ኣካላትካ ንዝሰፈሩ ኣጋንንቲ ንኽወጹ ተባሂሉ ኣካላትካ ምጭንዳሕ፣ ወዘተ ዝኣመሰሉ ኣገባባት ፍወሳ ልሙዳት እዮም ነይሮም። እዚ ምናልባት ዕብዳን መሲሉ ክረኣ ይኽእል ይኸውን እዩ። ይኹን እምበር ፍታሕ ኣብ ትደልየሉ እዋን እሞ ኸኣ እቲ ፍታሕ እንታይ ምዃኑ እንተ ዘይፈሊጥካዮ ወይ እውን ፈሊጥካዮ ክንስኻ ክትረኽቦ እንተ ዘይክኢልካ እቲ ዝቐለለ እትገብሮ ከምቲ ሓጃጂ ዝገብሮ ምግባር እዩ ንኹሉ ንምእማን ፍቓደኛ ምዃን ዝኾነ ትፍትን ጥራይ ዘይኮነ ተኣምኖ እውን ዳንኤል ዴፎ ኣብ 1722 ብዛዕባቲ ኣብ ለንደን ገኒኑ ዝነበረ ሕማም ተላገብ ወይ ፌራ ኣመልኪቱ ከምዚ ዝስዕብ የዘቱ። እቲ ህዝቢ ካብ ዝኾነ እዋን ንላዕሊ ቅድሚኡ ኮነ ድሕሪኡ ተራእዩ ብዘይፈልጥ መጠን ውሉፍ ትንቢታትን ናይ ስነ ኮኾብ ማልዶትን ራእን ሕልምን ኣጉል እምነትን ጽልዋታትን ወዘተ ኮይኑ ብፍርሂ ይነብር ነበረ። ኣብ ናይ ነብሲ ወከፍ ቤት ዓንዲ ከምኡውን ኣብ ናይ ነብሲ ወከፍ ጎደና ኩርናዕ ወይ ኣንጎሎ ዝተጠቅዑ ብጽሑና ብሉጽ ናይ ፌራ መከላኸሊ ከኒናታት ኣለና። ዝተጻሕፎም መወዓውዒታት ብደናቁር ይጥቃዕ ነበረ። እቲ ለበዳ ኣብ ውሽጢ ዓሰርተ ሸሞንተ ኣዋርሕ ጥራይ ንርብዒ ካብ ተቐማጦ ለንደን ቀዘፈ። ትገብሮ እንተደኣ ጠፊኢካ ንኹሉ ዝተባህለካ ኢኻ ትኣምን። ሕጂ እምበኣር ውሱን ሓበሬታን ልዑል ኮንደኾንን ነቶም እንወስዶም ምስ ፋይናንስ ዝተኣሳሰሩ ውሳኔታት ብኸመይ ከም ዝጸልዎም ሕሰብ። ስለምንታይ እዮም ሰባት ነቲ ብናይ ዓወት ዝና ዘይብሉ ሰብ ኣብ ተለቪዥን ዝቐርብ ናይ ወፍሪ ሓተታ ዝሰምዑ? እቲ ከፊላዊ ምኽንያት ወፍሪ ልዑል ኮንደኾን ስለ ዘለዎ። ውሑዳት ብርክታት ኣብ ልክዕ እዋን እንተድኣ ገዚእካ፣ ብዘይ ብዙሕ ጻዕሪ ሃብታም ክትከውን ትኽእል ኢኻ። እቲ ሓደ ሰብ ዚንበዮ ትምኒት፣ ዋላ እውን ሓደ ሚእታዊት ተኽእሎ እንተ ሃልይዎ፣ ንህይወትካ ኪቕይር ይኽእል እዩ። ስለዚ፣ ከምኡ እንተ ኣጋጠመ፣ ንዚወሃብ ትንበያ እዝንኻ እንተ ጸለኻ ጽቡቕ እዩ። ከምኡውን ሓደ ስትራተጂ ወይ መርገጺ ምስ ሓዝካ፣ ብገንዘብን ብኣእምሮን ዝሕዙኻ ማእለያ ዘይብሎም ንፋይናንስ ዝምልከቱ ርእይቶታት ኣለዉ። ዋጋ ሓደ ብርኪ ብዓሰርተ ዕጽፊ ከተዕብዮ እንተድኣ ደሊኻ ወይ ሓደ ዝተወሰነ ቁጠባዊ ፖሊሲ ልዕሊ ዓቐን ዝቕባበ ከለዓዕል እዩ ኢልካ እንተሓሲብካ ርእይቶኻ እዩ። እዚኦም ትሑት ተኽእሎ ዘለዎም ውርድታት ክኾኑ ይኽእሉ እዮም። እቲ ጸገም ተዓዘብቲ ነቲ ናይ ሓደ ሚእታዊ ትሑት ተኽእሎ ወይ ዕድል ክዕቅንዎ ዘይክእሉ ምዃኖም እዩ። ብዙሓት እቲ ሓቂ ክኸውን ዝደልይዎ ብዘይምግናን ሓቂ ምዃኑ ብድፉን እዮም ዝኣምኑ። ይኹን እምበር እምነቶም ዓብዪ ውፅኢት ናይ ምምዝጋብ ተኽእሎ ስለ ዘሎ ደኣ እምበር ካብ ባዶ ዝብገስ ኣይኮነን። ወፍሪ ሓደ ካብቶም ዝለዓለ ዓስቢ ንክትጎናፀፍ መዓልታዊ ዕድላት ዝቕርቡልካ ዓውድታት እዩ። ሰማንያን ሓሙሽተን ምኢታዊት ካብ ብንጥፈት ዝመሓደሩ ናይ ሓባር ፋንድታት ኣብተን ኣብ ክልተ ሽሕን ዓሰርተ ሸሞንተን ዝተዛዘማ ዓሰርተ ዓመታት ትሑት ብቕዓት ከም ዘመዝገባ ኣብ ግምት ኣቱ። እቲ ኣሃዝ ንወለዶታት ዝኣክል ብተዛማዲ ርጉእ ኮይኑ'ዩ ጸኒሑ። ኣብዚ ከምዚ ዝበለ ድኽመት ዘለዎ ኢንዱስትሪ ንእሽቶን ክጸንሓሉ በዳህን እዩ ኢልካ ክትሓስብ ትኽእል ኢኻ። ግን ከኣ ኣብዞም ፋንድታት ጥራይ ኣስታት ሓሙሽተ ትሪልዮን ዶላር ገንዘብ ወፊሩ ኣሎ። ንሓደ ሰብ ዝቕጽል ዋረን ባፌት ዝብል ስም ኣጠሚቕካ ወፍሪ ክገብር ዕድል ሃቦ'ሞ ብሚልዮናት ዝቑጸሩ ሰባት ክኣምኑኻን ነቲ ህይወቶም ምሉእ ዝዓቖርዎ ገንዘብ ኣብቲ ወፍሪ ከውፍሩን እዮም። ወይ ድማ በርኒ ማዶፍ ውሰድ። ንድሕሪት ተመሊስና እንተርኢናዮ እቲ ዝተጠቅምሉ ናይ ፖንዚ ውዲት ፖንዚ ሓደ ወፍሪ ኣኽሳቢ ምዃኑ ንምርኣይ ነቶም ቀዳሞት ኣውፈርቲ ካብቶም ዳሕረዎት ኣውፈርቲ ዝህቡኻ ገንዘብ ናይ ምኽፋል ናይ ምድንጋር ሜላ እዩ። ንጹር ክኸውን ነይርዎ። ንሱ ብዘይለዋወጥ ኣሃዛት እዩ ንመኽሰቡ ገሊጹ፣ ሓደ ብተዛማዲ ዘይፍለጥ ናይ ሕሳብ ትካል ድማ እዩ ኦዲት ከም ዝተገብረሉ ሓቢሩ። ብኸመይ ነቲ ዝረኸቦ መኽሰብ ከም ዝረኸበ ሓበሬታ ካብ ምሃብ ሓንጊዱ። ምስ ናይዚ ግን፣ ማዶፍ ካብ ገለ ካብቶም ኣብ ዓለምና ኣዝዮም ዝተራቐቑ ኣውፈርቲ ቢልዮናት ዶላር ክእክብ ክኢሉ እዩ። ብሉጽ ዛንታ ኣዘንተወ፣ ሰባት ድማ ክኣምንዎ ደለዩ። እዚ ዓቢ ክፋል ናይቲ ንጌጋ ዝኸውን ቦታ ተዓጻጻፍነትን ፋይናነሳዊ ናጽነትን ኣብ ዝሓለፈ ምዕራፋት ዝዘተናሎም ኣገደስቲ ቴማታት መተካእታ ዘይብሎም ምዃኖም ዝገልጽ ምኽንያት እዩ። እቲ ኣብ መንጎ እቲ ሓቂ ክኸውን እትደልዮን ቅቡል ውጽኢት ንምርካብ ብኣድላይነት ሓቂ ክኸውን ዘሎዎን ክፍተት ምስ ዝዓቢ፣ እቲ ግዳይ ናይ ሓደ ማራኺ ፋይናንሳዊ ልብወለድ ንኸይትኸውን ዝህልወካ ተኽእሎ ይውሕድ እዩ። ፈደራል ሪዘርቭ ኣብ ናይ ክልተ ሽሕን ሸውዓተን ናይ መወዳእታ ኣኼብኡ፣ ብዛዕባ እቲ ኣብ ክልተ ሽሕን ሸሞንተን ክልተ ሽሕን ትሽዓተን ዝምዝገብ ቁጠባዊ ዕብየት ኣተንቢሁ ነይሩ እዩ። እቲ ትካል በቲ ድሮ ደኺሙ ዝነበረ ቁጠባ ተሳላችዩ ብምንባሩ፣ እቲ ዝሃቦ ትምኒት ተስፋ ዝህብ ኣይነበረን። ካብ ሓደ ነጥቢ ሽዱሽተ ክሳብ ክልተ ነጥቢ ሸሞንተ ሚኢታዊ ዝዝርጋሕ ዕብየት ከም ዝህሉ'ዩ ተነብዩ። እቲ ዝርግሐ ንጌጋ ዝኸውን ስፍራ ንምሕዳግ ዝተገብረ እዩ ነይሩ። ይኹን እምበር ኣብ ክውንነትሲ እቲ ቁጠባ ናይ ልዕሊ ክልተ ሚኢታዊት ምንቁልቋል እዩ ኣጋጢምዎ። እዚ ማለት ካብቲ ፌድ ዝተነበዮ ዝተሓተ መጠን ናይ ሰለስተ ዕጽፊ ፍልልይ ምዃኑ እዩ። ሓንጸጽቲ ፖሊሲ ቁጠባዊ ምንቁልቋል ከምዘጋጥም ብጋህዲ ክዛረቡ ከቢድ እዩ፣ ምኽንያቱ ንሞያኦም ስለ ዝሓላልኾ። ዋላ ውን ንዝኸፈኣ ምንቁልቋል ትሑት ዕብየት ብምባል እዮም ዝገልጽዎ። ማራኺ ልበወለድ እዩ። ብተወሳኺ ካብ ክፉእ ዝኸፍእ ምጽባይ ኣቐንዛዊ ብምዃኑ ንዕኡ ምእማን ዝቐለለ እዩ። ኣብ ግምት ከተእትዎ ኣዝዩ ዘሕምም ስለ ዝኾነ ክትኣምኖ ቀሊል እዩ። ሓንጸጽቲ ፖሊሲ ናይ ነቐፌታ ቀንዲ ዕላማ እዮም። ይኹን እምበር ኩላትና ውን ብመጠኑ ከምቲ ንሳቶም ዝገብርዎ ንገብር ኢና። ብኽልቲኡ ኣንፈት ድማ ኢና እንገብሮ። ቁጠባዊ ምንቁልቋል ይመጽእ ኣሎ ኢልካ እንተድኣ ሓሲብካ እሞ፣ ብሁንጥይነት ንኣክስዮናትካ ናብ ጥረ ገንዘብ እንተ ለዊጥካዮ፣ ሃንደበት እቲ ብዛዕባ ቁጠባ ዘለካ ኣረኣእያ በቲ ንስኻ ከጋጥም እትደልዮ ክጥምዘዝ እዩ። ነፍሲ ወከፍ ትሰምዓ ዕላል ወይ ዋዛ ጥፍኣት ከም ዝቐረበ ዘርኢ ምልክት መሲሉ ክረኣየካ እዩ። እዚ ግን ስለ ዝደለኻዮ እዩ እምበር ከምኡ ስለ ዝኾነ ኣይኮነን። መተባብዒ ሓያል ድራኽ እዩ፣ ኩሉ ግዜ ድማ ንፋይናንሳዊ ዕላማናን ኣረኣእያናን ብኸመይ ከም ዝጸልዎ ክንዝክር ይገባእ። ኣብ ፋይናንስ ንጌጋ ዝኸውን ስፍራ ካብ ምህላው ንላዕሊ ዝዓቢ ሓይሊ የለን። እቲ ርከሳ ምስ ዝልዕል እቲ ንጌጋ ዝኸውን ስፍራ ክገፍሕ ይገባእ። ክልተ፣ ኩሉ ሰብ ብዛዕባ ዓለም ዘይምሉእ ኣረኣእያ ኣለዎ፣ ነቲ ክፍተት ንምሽፋን ግን ምሉእ ትረኻ ይፈጥር። ነዚ ክጽሕፍ እንከለኹ ጓለይ ጓል ሓደ ዓመት ኮይና ኣላ። ንኹሉ ናይ ምፍላጥ ህንጥዩነት ኣለዋ፣ ንዝተባህለቶ ድማ ቆብ እያ ተብሎ። ሓድሓደ ግዜ ግን ብዛዕባ ክትርድኦም ዘይትኽእል ነገራት እሓስብ እየ። ኣቦኣ ንምንታይ ንጎሆ ንጎሆ ናብ ስራሕ ከም ዝወፍር ሓሳብ የብላን። እቶም ሕሳብ፣ ባጀት፣ ሞያ፣ ዕብየትን ናይ ጥሮታ ውህለላን ዝብሉ ኣምራት ንዓኣ ባዕዳውያን እዮም። ብዛዕባ ፈደራል ሪዘርቭ ክትገልጸላ ክትፍትን እሞ ሕሰብ፣ ዝከኣል ኣይኮነን። ግን ከኣ ዓለማ ጸልማት ኣይኮነትን፣ ተደናጊራ ብኣእምሮኣ ኣይትህውትትን እያ። ጓል ዓመት እንከላውን ኩሉ ነገር ከመይ ከም ዝሰርሕ ናይ ገዛእ ርእሳ ውሽጣዊ ትረኻ ጽሒፋ ኣላ። ኮቦርታ ከም ዘማሙቕ፣ ኣብ ሑቕፊ ኣዴኻ ምሽጓጥ ውሑስ ከም ዝገብረካ፣ ተምሪ ድማ ጽቡቕ ጣዕሚ ከም ዘለዎ ትፈልጥ እያ። ኩሉ ትረኽቦ ኣብ ሓደ ካብቶም ዝተማህረቶም ውሑዳት ደርዘናት ናይ ኣእምሮ ሞዴላት ዝገጠም እዩ። ናብ ስራሕ ክኸይድ ከለኹ ደሞዝን ሕሳብን እንታይ ማለት እዮም ብምባል ተደናጊራ ደው ኣይተብለንን እያ። ብዛዕባቲ ኩነታት ባባ ምሳይ ይጻወት የለን፣ ምሳይ ክጻወት ድማ እየ ዝደሊ፣ ስለዚ ሓዚነ ኣለኹ ዝብል ንጹር መግለጺ ዝብል ንጹር መግለጺ ግን ኣለዋ። ዋላኳ ሒደት ትፈልጥ እንተኾነት ብዛዕብኡ ግን ግንዛቤ የብላን። ምኽንያቱ ንገዛእ ርእሳ ኣብቲ ሒደት ትፈልጦ ተመርኲሳ ዝደረሰቶ ዛንታ ስለ ትነግራ። ኵላትና ዕድመና ብዘየገድስ ምስ ናይዛ ጓለይ ዝመሳሰል ተግባር ኢና ንገብር። ኣነ ልክዕ ከም ጓለይ ነቲ ዘይፈልጦ ኣይፈልጦን እየ። ስለዚ ኣነ'ውን ንዓለም በቶም ዘለዉኒ ውሱናት ናይ ኣእምሮ ሞዴላት ናይ ምግላጻ ዝንባለ ኣለኒ። ልክዕ ከምኣ ንርዱኣት ጠንቅታት ናይ ኵሎም እቶም ዘጋጥሙኒ እየ ዘናዲ። ከምኡውን ልክዕ ከምኣ ኣብ ብዙሓት ጉዳያት የዝጋገ ምኽንያቱ እቲ ዝፈልጦ ካብቲ ዝፈልጦ ዝመስለኒ ኣዝዩ ኣዝዩ ዝትሕት ብምዃኑ። እዚ ኣብቶም ኣዝዮም ኣብ ሓቂ ዝምርኮሱ ዓውድታት ሓቅነት ኣለዎ። ታሪኽ ውሰድ። ጸብጻብ ናይ ድሮ ዘጋጥሙ ፍጻሜታት ዳግማይ ምዝንታው ጥራይ እዩ። ንጹርን ዕላማ ዘለዎን ክኸውን ይገባእ። ግን ከምቲ ቢኤች ሊደይ ሃርት ኣብታ ንምንታይ ካብ ታሪኽ ዘይንመሃር? ታሪኽ ብዘይ ሓገዝ ምናኔን ስነ-ኣእምራዊ ምልከትን ክትርጎም ኣይክእልን እዩ። እቲ ጽሩይ ብዝሒ መርትዖታት ኣዝዩ ልዕሊ ዓቕሙ ስለ ዝኾነ ምምራጽ ዘይተርፍ እዩ። ምርጫ ኣብ ዘለዎ ስነ-ጥበብ ኣሎ። እቶም ታሪኽ ዘንብቡ ሰባት፣ ቅኑዓት ምዃኖም ዘረጋግጽን ንውልቃዊ ርእይቶኦም ዘረጋግጽን ክደልዩ ይፍትኑ። ንተኣማንነት ይከላኸሉ። ንምርግጋጽ ወይ ንምጥቃዕ ዕላማ ሒዞም እዮም ዘንብቡ። ኩሉ ሰብ ኣብ ጎኒ መልእኽቲ ክኸውን ስለ ዝደሊ ዘይምቹእ ሓቂ ይቃወሞ። ልክዕ ከምቲ ኩሉ ውግኣት ንምውዳእ ውግኣት ንጅምር። ዳኒኤል ካህነማን ሓደ እዋን ብዛዕባ እቶም ሰባት ንሕሉፍ ትርጉም ንኽህልዎም ንነብሶም ዝነግርዎ ዛንታታት ነጊሩኒ ነይሩ። ከምዚ ድማ ይብል። ንድሕሪት ተመሊስካ ምጥማት ሕሉፍ ናይ ምግላጽ ክእለት፣ ዓለም ርዱእ'ያ ዝብል ምትላል ይህበና። ዓለም ትርጉም ኣለዋ ዝብል ምትላል ይህበና ዋላ ትርጉም ኣብ ዘይብሉ እዋን። እዚ ኣብ ብዙሕ ዓውድታት ጌጋታት ኣብ ምፍራይ ዓቢ ነገር እዩ። መብዛሕትኦም ሰባት መብዛሕትኦም ሰባት ምስ ዘይርድኦም ነገር ክገጥሙ እንከለዉ ከም ዘይተረድኦም ኣይስቆሮምን እዩ። ምኽንያቱ ኣብ ናይ ገዛእ ርእሶም ፍሉይ ኣረኣእያን ተመኩሮን ኣብ ዓለም ተመርኲሶም ትርጉም ዘለዎ መግለጺ ክመጹ ስለ ዝኽእሉ። ድሩት ይኹን እቶም ተመኩሮታት ድማ ኩላትና እታ እንነብረላ ዝተሓላለኸት ዓለም ትርጉም ክህልዋ ንደሊ። ስለዚ ነቲ ብውጽኢታዊ መንገዲ ዕዉር ነጥብታት ዝኾነ ክፍተት ንምምላእ ንነብስና ዛንታታት ንነግራ። እዞም ዛንታታት እዚኣቶም ብገንዘብ ዝገብሩልና መሳጥን ዘስካሕክሕን ክኸውን ይኽእል እዩ። ዓለም ከመይ ከም እትሰርሕ ንገለ ክፋል ዕዉር ክኸውን ከለኹ፣ ዕዳጋ ኣክስዮን ንምንታይ ከምዚ ዘለዎ ባህሪ ይገብር ከም ዘሎ ፍጹም ብጌጋ ክርድኣኒ ይኽእል እዩ፣ ብዘየገድስ መንገዲ፣ ቀጺሉ እንታይ ክገብር ከም ዝኽእል ንምፍላጥ ዘለና ዓቕመይ ኣዝዩ ብዙሕ ርእሰ ተኣማንነት ይህበኒ። ሓደ ክፋል ናይቲ ንዕዳጋ ኣክስዮንን ቁጠባን ምግማት ኣዝዩ ከቢድ ዝኾነሉ ምኽንያት፣ ዓለም በቲ ንስኻ እትሰርሓሉ መንገዲ ትሰርሕ ዝመስለካ እንኮ ሰብ ኣብ ዓለም ስለ ዝኾንካ እዩ። ኣነ እውን ክርድኣኒ ብዘይክእል ምኽንያት ውሳነታት ክትወስድ ከለኻ ንዓኻ ዝምጥንን ንዓይ ኣዕናዊ ዝኾነን ውሳነ ብዓይነ ስውር ክስዕበካ ይኽእል እየ። እዚ ከምቲ ኣብ ምዕራፍ ዓሰርተ ሽዱሽተ ዝረኣናዮ ፍንጣጣታት ብኸመይ ከም ዝፍጠር እዩ። ክንደይ ከም ዘይትፈልጦ ምትእም ክንደይ ከም ዘይትፈልጦ ምትእምማን ማለት ኣብ ዓለም ዝፍጸም ክሳብ ክንደይ ካብ ቁጽጽርካ ወጻኢ ምዃኑ ምትእምማን ማለት እዩ። እዚ ድማ ክትቅበሎ ከቢድ ክኸውን ይኽእል እዩ። ብዛዕባ ትንበያታት ዕዳጋ ሕሰብ። ብጣዕሚ ብጣዕሚ ሕማቓት ኢና። ሓደ እዋን ዕዳጋ ዓመት ዓመት ብታሪኻዊ ማእከላይ ደረጅኡ ከም ዝድይብ ጥራይ እንተገሚትካ ካብቲ ካብ ዓበይቲ ባንክታት ዎል ስትሪት ዝመጹ ዕስራ ላዕለዎት ስትራቴጂስት ዕዳጋ ዝገብርዎ ማእከላይ ዓመታዊ ትንበያታት ትኽክል ልክዕነትካ ዝሓሸ ምዃኑ ኣጽኒዐ ነይረ። ቁጠባዊ ምንቁልቃል ናይ ምግማት ዓቕምና ብዙሕ ዝሓሸ ኣይኮነን። ከምኡ'ውን ዓበይቲ ፍጻመታት ካብ ዘይነበሩሉ ቦታ ስለ ዝወጹ፣ ትንበያታት ካብ ጥቕሚ ንላዕሊ ጉድኣት ከስዕቡ ይኽእል እዮም። እዚ ድማ ኣብዚ ዘይተጸበኻዮ ፍጻመታት ንመብዛሕትኡ ውጽኢት ዝቆጻጸሮላ ዓለም ናይ ምግማት ምትላል ይፈጥር። ካርል ሪቻርድስ ከምዚ ኢሉ ጽሒፉ ነይሩ፣ ንኹሉ ሓሲብካዮ መሲልካ ምስ እትሓስቦ ሓደጋ እዩ ዝተርፍ። ሰባት ነዚ ይፈልጥዎ እዮም፣ ትንበያታት ዕዳጋ ብሓፈሻ ቅኑዕ ወይ ጠቓሚ'ዩ ኢሉ ብሓቂ ዝሓስብ ኣውፋሪ ኣይረኸብኩን። ግን ገና ዓቢ ጠለብ ትንበያታት ኣሎ፣ ኣብ ክልቲኡ መራኸቢ ብዙሃን ይኹን ካብ ፋይናንሳዊ ኣማኸርቲ። ንምንታይ? ሓደ እዋን ተማራማሪ ስነ-ኣእምሮ ፍሊፕ ቴትሎክ ከምዚ ኢሉ ጸሓፈ፣ ኣብ ክትግምቶ እትኽእልን ክትቆጻጸሮ እትኽእልን ዓለም ከም እንነብር ክንኣምን ኣሎና። ስለዚ ናብቶም ነዚ ድሌትዚ ከማልኡ ቃል ዝኣተዉ ስልጣን ዘለዎም ድምጺ ዘለዎም ሰባት ንኸይድ። ነዚ ድሌትዚ ምምላእ ንምግላጽ ብሉጽ መንገዲ እዩ። ኣብ ትሕቲ ቁጽጽር ከም ዘለኻ ክትኣምን ምድላይ ክሕሰበሉን ክፍታሕን ዝግብኦ ትንታናዊ ጸገም ዘይኮነስ ክሕረቕ ዘለዎ ስምዒታዊ ረስኒ እዩ። ካብ ክውንነት ዘይርጉጽነት ንላዕሊ እቲ ናይ ምቁጽጻር ምትላል ዝያዳ ዘእምን እዩ። ስለዚ ውጽኢት ኣብ ቁጽጽርና ከም ዘሎ ዝገልጽ ዛንታታት ንጣበቕ። ሓደ ክፋል ናይዚ ምስ ምድንጋር ዓውድታት ትኽክለኛነት ምስ ዓውድታት ዘይርጉጽነት ዝተኣሳሰር እዩ። ናሳ ዝሰርሓ ኒው ሆራይዘንስ እትበሃል መርከብ ጠፈር ቅድሚ ክልተ ዓመት ብፕሉቶ ሓሊፋ። ትሽዓተ ዓመትን ፈረቓን ዝወሰደ ናይ ሰለስተ ቢልዮን ማይል ጉዕዞ'ዩ ነይሩ። ብመሰረት ናሳ እቲ ጉዕዞ፣ እታ ነፋሪት ኣብ ጥሪ ክልተ ሽሕን ሽዱሽተን ክትውንጨፍ ከላ ካብቲ ዝተገመተ ኣስታት ሓደ ደቒቕ ዝወሓደ ግዜ ወሲዱ። ብዛዕባ'ዚ ሕሰብ። ኣብ ዘይተፈተነን ንዓሰርተ ዓመታት ዝቐጸለን ጉዕዞ ትንበያ ናሳ፣ ተስዓን ትሽዓተን ነጥቢ ትሽዓተ ትሽዓተ ትሽዓተ ትሽዓተ ሸሞንተ ፐርሰንት ቅኑዕ'ዩ ነይሩ። እዚ ድማ ካብ ኒውዮርክ ናብ ቦስተን ዝግበር ጉዕዞ ምግማትን ኣብ ውሽጢ ኣርባዕተ ሚልዮን ካልኢት ልክዕ ምዃንን'ዩ። ኣስትሮፍዚክስ ግን ናይ ቅድመ ምድላዋት ዓውዲ'ዩ። ከምቲ ፋይናንስ ዝጽሎ ብናይ ደቂ ሰባት ባህርን ስምዒታትን ምትላል ኣይጽሎን'ዩ። ንግዲ፣ ቁጠባን ወፍርን ከምቲ ናብ ፕሉቶ ዝግበር ጉዕዞ ብቐሊሉ ብጽሩይ ቀመር ክግለጽ ብዘይክእል ውሳኔታት ዝድረኹ ዓውድታት ዘይርጉጽነት እዮም። ግን ከም መገሻ ናብ ፕሉቶ ክኸውን ኣዚና ኢና እንደሊ። ምኽንያቱ ሓደ መሃንድስ ናሳ ኣብ ተስዓን ትሽዓተን ነጥቢ ትሽዓተ ትሽዓተ ትሽዓተ ትሽዓተ ሸሞንተ ፐርሰንት ቁጽጽር ውጽኢት ምህላው ዝብል ሓሳብ ጽቡቕን ዘጸናንዕን እዩ። ኣዝዩ ዘጸናንዕ ስለ ዝኾነ፣ ኣብ ካልእ ክፋላት ህይወትና ከም ገንዘብ ክሳብ ክንደይ ቁጽጽር ከም ዘለና ዝገልጽ ዛንታታት ንነብስና ክንነግራ ንፍትን። ካህነማን ሓደ እዋን እዞም ዛንታታት ዝኸድዎ መንገዲ ኣቐሚጡ ነይሩ። መደብ ክንገብር እንከለና ኣብቲ ክንገብሮ እንደልን ክንገብሮ እንኽእልን ኢና ነተኩር፣ ውሳኔታቶም ንውጽኢትና ክጸልዎ ዝኽእል ካልኦት መደባትን ክእለትን ሸለል ንብል። ሕሉፍ ኣብ ምግላጽ ይኹን ንመጻኢ ኣብ ምግማት ኣብ ምኽንያታዊ ተራ ክእለት ኢና ነተኩር። ተራ ዕድል ድማ ሸለል ንብሎ። ኣብ እንፈልጦ ነገር ነተኩር ዘይንፈልጦ ድማ ሸለል ንብል እዚ ድማ ኣብ እምነትና ካብ መጠን ንላዕሊ ክንተኣማመን ይገብረና። እዚ ኣብ ትካላት ንግዲ ብኸመይ ጽልዋ ከም ዘሕድር ገሊጹ። ንመስረትትን ተሳተፍትን መሃዝቲ ጀመርቲ ትካላት ሓደ ሕቶ ክሓቶም ብዙሕ ኣጋጣሚታት ኣጋጢሙኒ'ዩ። ውጽኢት ጻዕርኻ ኣብቲ ኣብ ትካልካ እትገብሮ ክሳብ ክንደይ ይምርኮስ? እዚ ቀሊል ሕቶ ምዃኑ ርዱእ እዩ። እቲ መልሲ ቀልጢፉ ዝመጽእ ኰይኑ፣ ካብ ሰመንያ ሚእታዊት ንታሕቲ ኰይኑ ኣይፈልጥን። እዞም ደፋራት ሰባት ከም ዝዕወቱ ርግጸኛታት ኣብ ዘይኰኑሉ እዋን እውን እንተዀነ፣ ዕጫኦም ዳርጋ ምሉእ ብምሉእ ኣብ ኢዶም ዘሎ ይመስሎም። ብርግጽ ጌጋ እዮም። ውጽኢት ናይ ሓደ ጀማሪ ትካል ማዕረ ኣብ ዓወታት መወዳድርቱን ኣብ ለውጥታት ዕዳጋን ከምቲ ኣብ ናይ ገዛእ ርእሱ ጻዕሪ ዝምርኮስን እዩ። ይኹን እምበር ሰብ ሃፍቲ ኣብቲ ዝበለጸ ዝፈልጥዎ ነገር ማለት ኣብ መደባቶምን ተግባራቶምን ከምኡውን ኣብቲ ዝያዳ ቅጽበታዊ ስግኣታትን ዕድላትን ከም ምህላው ምወላ ዘተኩሩ ባህርያዊ እዩ። ብዛዕባ መወዳድርቶም ዝወሓደ ስለ ዝፈልጡ እቲ ውድድር ውሑድ ተራ ዝጻወተሉ መጻኢ ምሕሳብ ባህርያዊ ኮይኑ ይረኽብዎ። ኩላትና ብመጠኑ ከምዚ ንገብር ኢና። ልክዕ ከም ጓለይ ድማ ኣየጨንቐናን እዩ። ብሃሰሰ ለባምን ብምድንጋርን ኣይንህውትትን ኢና። እቲ እታ ንነብረላ ዓለም ትህበና ትርጉም ኣብቲ ንፈልጦ ከም ዝምርኮስ ክንሓስብ ኣለና። ከምኡ እንተ ዘይከውን ነይሩ ግን ንግሆ ካብ ዓራትካ ክትንስእ ኣዝዩ ምኸበደካ። እቲ ብዝረኣዮ መሰረት እንታይ ይኸውን ከም ዘሎ ከም ዝፈልጥ ዝተኣማመን፣ ብዛዕባቶም ኣብ ኣእምሮ ነፍሲ ወከፍ ሰብ ዘለዉ ዛንታታት ክፈልጥ ስለ ዘይከኣለ ዝጋገ ኣብ ልዕሊ መሬት ዝዝንቢ ባዕዳዊ ፍጡርከ? ንሱ ከማና እዩ። ዓሰርተ ትሽዓተ፣ ብምጥቕላል እቲ ብዛዕባ ስነ ልቦና ገንዘብ ዝተመሃርናዮ ገና ተንብብ ብምህላውካ እንቋዕ ሓጎሰካ። ነቲ ዝተመሃርናዮ ብሓደ እንጠምረሉ ግዜ ኣኺሉ ኣሎ። እዚ ምዕራፍ'ዚ ዝሓሸ ፋይናንሳዊ ውሳነታት ክትወስድ ዝሕግዙኻ፣ ሒደት ግን ከኣ ሓጸርትን ናብ ትግባረ ዝመርሑኻን ትምህርትታት ዝሓዘ ጽሟቕ'ዩ። ፈለማ ብዛዕባ ሓደ ብዘሕዝን ምኽንያት ክሰልጥ ዘይከኣለ ምስ ሓኪም ስኒ ዝተገብረ ቆጸራ ዘዘንቱ ዛንታ ክነግረኩም። እቲ ዛንታ ብገንዘብካ እንታይ ክትገብር ከም ዘለካ ዝመክር ምኽሪ ዘስዕቦ መዘዝ ኣገዳሲ ምህሮ ዝህብ'ዩ። ክላረንስ ህዩዝ ኣብ ሽሕን ትሽዓተ ሚእትን ሳላሳን ሓደን እዩ ናብ ሓኪም ስኒ ዝኸደ። ኣብ ኣፉ ብርቱዕ ቃንዛ ይተፍእ ነበረ። እቲ ሓኪም ስኒ ንቓንዝኡ ንምቅላል ዘይተጻረየ መደንዘዚ ወግኦ። ክላረንስ ድሕሪ ገለ ሰዓታት ካብ ድቃሱ ምስ ተበራበረ ካብቲ ንሱ ዝፈልጦ ቁጽሪ ኣስናኑ ዓሰርተ ክልተ ኣስናን ጎዲሉ ከምኡውን ሓናቱ ተኣልያ ረኸባ። ብድሕሪ እዚ ኩሉ ናብ ዕንወት ኣምርሐ። ክላረንስ ድሕሪ ሓደ ሰሙን ብሰንኪ እቲ ዘካየዶ መጥባሕቲ ዝሰዓበ ሃልክታት ሞተ። በዓልቲ ቤት ክላረንስ ኣብ ልዕሊ እቲ ሓኪም ስኒ ክሲ መስረተት፣ እቲ ምኽንያት ግን እቲ መጥባሕቲ ስለ ዘይተዓወተ ኣይነበረን። ኵሉ እቲ ኣብ ሽሕን ትሽዓተ ሚእትን ሰላሳን ሓደን ዝካየድ ዝነበረ መጥባሕቲ ንሞት ርከሳ ብምውሳድ እዩ ዝካየድ ነይሩ። ንሳ ቅድም ቀዳድም ክላረንስ በቲ ሓካይም ዝኽተልዎ ዝነበሩ ኣገባባት ተሰማሚዑ ከም ዘይፈልጥን፣ እንተዝሕተት ነይሩውን ኣምቤም ተሰማምዐን በለት። እቲ ጉዳይ ካብ ቤት ፍርዲ ናብ ቤት ፍርዲ ኮለል በለ። መዓልቦ እውን ኣይረኸበን። ኣብ 1931 ኣብ መንጎ ሓኪምን ሕሙምን ዝግበር ዝነበረ ስምምዕ ከም ጸሊምን ጻዕዳን ኣይነበረን። ሓደ ካብቶም ነቲ ጉዳይ ዝረኣየ ቤት ፍርዲ ሓካይም ነቲ ዝበለጸ ዝመስሎም ሕክምናዊ ውሳነታት ንኽገብሩ ናጽነት የድልዮም እዩ ንዝብል ሓሳብ ብምድጋፍ፣ ከምኡ እንተዘይኮይኑ ግን ነቲ ኣብ ስነ-ፍልጠት ዝተመዝገበ ምዕባለ ክንምኮሮ ኣይንኽእልን ኢና በለ። ኣብ መብዛሕትኡ ታሪኽ ባህሊ ሕክምና፣ ናይ ሓደ ሓኪም ስራሕ ንሕሙም ምፍዋስ እዩ። እቲ ሓደ ሕሙም ብዛዕባ እቲ ሓኪሙ ዝመርጾ ናይ ኣፈዋውሳ ኣገባብ ዝሓስቦ ግን ኣገዳሲ ኣይኮነን። ዶክተር ጀይ ካትዝ፣ ብዛዕባ እቲ ከምኡ ዝኣመሰለ ፍልስፍና ኣብቲ ዘ ሳይለንት ዎርልድ ቢትዊን ዶክተር ኤንድ ፓሸንት ዘርእስታ መጽሓፉ ከምዚ ክብል ጽሒፉ ኣሎ፣ ሓካይም ዕላምኦም ንምውቃዕ ንናይ ሕሙማቶም ኣካላውን ስምዒታውን ድሌታት ክከታተሉ ግዴታ ከም ዘለዎምን ከምኡ ንምግባር ድማ ነቲ ክውስንዎ ዘለዎም ውሳኔ ምስቲ ሕሙም ከይተማኸሩ ብዘለዎም ስልጣን ክውስኑ ከም ዝኽእሉ ኮይኑ'ዩ ዝስምዖም። እቶም ሕሙማት እውን ንጾር ናይቲ ዝውሰዱ ውሳነታት ምስ ሓካይሞም ክካፈልዎ ኣለዎም ዝብል ሓሳብ ኣካል ባህሊ ሕክምና ኮይኑ ኣይፈልጥን እዩ። እዚ ኣንነት ወይ ሕማቕ ጉርሒ ኣይነበረን። ኣብዘም ዝስዕቡ ክልተ ነጥብታት ዝተሰረተ እምነት እዩ ነይሩ፣ ነብሲ ወከፍ ሕሙም ክሓዊ እዩ ዝደሊ። ንሕሙማት ዝፍውስ ኣድማሳውን ቅኑዕን መንገዲ ኣሎ። ኣብዘን ክልተ ነጥብታት እንተድኣ ኣሚንካ፣ እቲ ሓደ ሕሙም ኣብቲ ብሓካይም ዝውሰድ ናይ ኣፈዋውሳ ውሳነ ክሰማማዕ ኣድላይነት የብሉን ዝብል ሓሳብ ትርጉም ኣለዎ። ይኹን እምበር፣ ሕክምና ብኸምኡ ኣይኮነን ዝሰርሕ። ካብ ዝሓለፈ ሓምሳ ዓመታት ኣትሒዘን ኣብያተ ትምህርቲ ሕክምና ኣብ ክንዲ ኣብ ምፍዋስ ሕማማት ኣብ ምፍዋስ ሕሙማት ዘተኮረ ትምህርቲ'የን ዝህባ ዘለዋ።